ሰላም ንዓኻትኩም ይኹን ክቡራት ተኸታተልቲ ኣገልግሎት ማእዞር ሰማይ ከመይ ቀኒኹም ኣለኹም ጽቡቕን ሰናይን ቀኒኹም ከትኮኑ እምነትናን ተስፋናን እዩ እንሆ ሓደ ዓመት ኣፋኒና ክልተ ሽሕን ዕስራን ሓሙሽተን ሕጂ ድማ ንሓድሽ ዓመት ክንቅበል ኢና ክልተ ሽሕን ዕስራን ሽዱሽተን ዋላኳ እግዚኣብሄር ኩሉ ግዜ ሓድሽ እንተኾነ ከምዚ ትሪእዎም ከምዚ እትሪእዎም ዘለኹም ኣሕዋትና ድማ ንኹሉ ዳርጋ ንመብዛሕቲኤን ብሄራት ሃገርና ወኪሎም እዮም ኣብዚኣ ዘለዉ። ከምቲ ኩሉ ግዜ ንገብሮ ግና ቅድሚ ምዝራብና ብጸሎት ኢና ክንከፍቶ ምክንያቱ እቲ ዓሚ ኣሕሊፉ ለብዘበን ዘብጽሓና እግዚኣብሄር ህያው እዩ። ሓውና ኣገልጋሊ የሱፍ ብጸሎት ክትከፍተልና ኢኻ። ሕራይ እግዚኣብሄር ይመስገን ብሓንሳብ ክንጽሊ ኢና ስለዚ መኣዲ ክንጽሊ ኢና። እግዚኣብሔር ኣምላኽና ነመስግነካ ኣለና እንሆ ኣብ ቅድሜኻ ንሰግድን ነምልኽን ኣለና ነዚ መኣድና እውን ክትባርኾ ብሽም የሱስ ክርስቶስ ንጽሊ ኣለና ንዕኡ በሊዕና ድማ ንዑ ንኣገልግሎትካ ዝኸውን ሓይሊ ክትገብረልና ክትህበና ንጽሊ ኣለና ብወድኻ ብየሱስ ክርስቶስ ስም ኣሜን
እግዚኣብሔር ይመስገን ተፈደሉ ንብል ኣለና ከኣ ኒሄለ ዕምባባ ኣሎ ሕምባሻ ኣሎ ቆሎ ኣሎ ኣምላኽ ይመስገን ኩላቶም እምበኣር ነየነይቲ ብሄረ እዮም ከወኪሎም መፅኦም መን እዮም ክነግሩና እዮም ቅድሚ ናብቲ መደብና ምእታውና ብኣኻ ክጅመር ሓውና የሱፍ ኣነ እግዚኣብሔር ይመስገን ብሄረ ብሌን እውን ክውክል ይኽእል እየ ብሄረ ትግረ እውን ክውክል ይኽእል እየ ይፈልጦም እየ ብክልቲኡ ማለት እዩ እግዚኣብሔር ይመስገን ሽምካ ኣነ ዮሴፍ ሙሳ ማይ በቶ ትበሃል ንብሔረ ብሌንን ንብሔረ ትግረን ክውክል ይኽእል እየ ዝዛረብ ይኽእል እየ ማለት እዩ ጎይታ ይባርኽካ
ራይ እግዚኣብሔር ኣምላክ ዝተመስገነ ይኹን ስመይ ደሳለ ግንቦት ይበሃል ንብሔረ ብሌን ወኪለ ድማ ኣብዚ ናይ ማዘር ሰማይ ይርከብ ኣለኹ እግዚኣብሔር ይባርኽኩም ኣነ ፍረወይኒ ተኽለ ይበሃል

እግዚኣብሔር ይባርኩም ብሄራትና ኣነ ድማ በካዳድና ንብሄረ ሳሆ ወኪለ ኣብዚ ኣለኹ መደብና ብምልኡ ክትካታተሉ እንዳ ምሳና ኩኑ እግዚኣብሔር ይባርኩም። ብኣኺ ክጅምር ሽምኪ ብትግርኛ ክትደግምሎም ኢኺ ብቋንቋ ኩናማ ስለ ዝተዛረብኪ ኣይሰምዑኽን ሽምኪ።
ሽመይ ኣልባ ኢሳቅ ይበሃል ኩናማ እየ። ኣልባ ሓፍተይ እስኪ ንጎይታ ብከመይ ተቀቢልኪ ጎይታ ኣበይ እዩ ረኪቡኪ ንሱ እንድዩ ረኪቡና ኣሕጽር ኣቢልኪ እስኪ ድሕረ ባይታካ ንሰማዕትና።
የሱስ ስሙ ይባረክ ጎይታ ኣብ መኣስከር ሽማልባ እየ ኣርኪበ ካብ ኤርትራ ምስ ወጻኩ ክልተ ወርሒ ክልተ ወርሒ ምስ ተቀመጥኩ ባዕለይ ከይደ ናብቲ ቤት ቅርስትያን ማለተይ ሽዑ ክርእዮም ከለኹ በቃ ውሽጠይ ብሓጎስ ተመሊኤ ብገርያ ጎይታ ተቐቢለ ኣብ መዓስከር ሽማልባ። መን እዩ መስኪሩልኪ በቃ ስቕ ኢልኪ ናብቲ ቤተክርስትያን ምስ ከድኪ? ዝመስክረለይ ኣይነበረንን ስቕ ኢለ ከይደ ናብቲ ቸርቺ። ውሽጠይሲ ክኸይድ ደስ ኢሉኒ ስቕ ኢለ ከይደ። ድሕረ ባይታኺ እንታይ እዩ ነይሩ ካብ ካቶሊክ፣ ከኒሻ፣ ሞስሊም ካበይ እዩ ነይሩ? ኦኬ ከኒሻ እየ ነይረ ከኒሻ እየ ነይረ ናብቲ ከኒሻ ምስ ከድኩ እተን ከኒሻ ከኣ ዳርጋ እቲ ኣምልኾ እቲ ናይ ነይ ክምዚ ህጂ ነምሎኮ ዘለና መይ መንፈሳዊ እዩ ኮምኡ እዮም ዘምሎኩ ህጂ ምስ ራኣኩ እቲ ክድስና እቲ ክብረቶም ምስ ራኣኩ ባዕለይ ቤካ ናብቲ ጎይታ ኣትየ ማለት እየ ጎይታ ካኣ ተቀበሊኒ ውሽተይ ሰላም ተመሊኤ። ኣወ ጎይታ ይባርኪ እሺ ኣረጋይ ሓወይ ከ ጎይታ ኣበይ ኢካ ረኪቡካ ወይ ረኪብካዮ መዓስ ኢካ ብከመይ ኣገባብ።
ጎይታ ክብሪ ንኣምላኽ ይኹን ጎይታ ክልተ ሽሕን ዓሰርተ ትሽዓተ ናብ መዓስከር ሽመልባ ምስ መጻና ልክዕ ኣብ ወርሒ መጋቢት ናይ ክልተ ሰሙን ናይ ወርሒ ከባቢ ምስ በዓልቲ ቤተይ ማለት እዩ ፍልልይ ዘለና ኣቀዲማ ንሳ ተቀቢላ ኣነ ካኣ ደድሕሪኣ ተቀቢልና ማለት እዩ ግን ካብ ኤርትራ ጀሚርናስ ልክዕ ከምዚ ናይ ሆሴት ዘሎ ኣሓባብላ ዓይነት ብከምኡ ዓይነት እዩ ጎይታ ናብ መዓስከር ኣውጺእና ማለት እዩ ስለዚ ኣብ መዓስከር ዝመስከረለይ ዳርጋ ኣይነበረን ኣብ ኤርትራ ግን ጀሚረ ኣብ ትምህርቲ ሰንበት ኣብ ኦርቶዶክስ እንዳተመላለስኩ ከለኹ ኣብ ባሮንት ብሓንሳብ ከለና ኣብ እንዳ ሚካኤል ቤተ ክርስቲያን ክመላለስ ከለኹ ጎይታ ዝኾነ ቃል ኣብ ውሽጠይ ካብኡ ምጠለይ ጀሚሩ ማለት እዩ በዛ ቆለሴ ክልተ ኣስር ሸሞንተ ዘላ ንመላእኽቲ ስግደት ስለ ዝብል ካብኣ ጀሚሩ ውሽጠይ እንዳነዘዘ ጸኒሑ ኣብ መዓስከር ምስ መጻና ግን ኣብኡ እንዳ መዲና ዓለም ናይ ቤተ ክርስቲያን ናይ ኦርቶዶክስ ይመላለስ ነይረ ድሕሪ ግን ከምዚ ብራእይ ዓይነት ጎይታ ተገሊጽለይ ማለት እዩ ድሕሪኡ ደድሕሪኣ ንዓና ኣይትብለንን ነይራ ደድሕሪኣ ኣነ ከዓ ምስኣ ከይደ ማለት እዩ ኣብቲ ቤተክርስትያን ንሳት ምልኾ ነበርት ኣብ ናይ ኩናማ ቸርች እየ ጎይታ ተቐቢለ ማለት እዩ
ሕራይ ፍሮወይን ሓፍተይ ማማ ፍሮወይን ስለ ዝብሉ ካልኦት እየ ማማ ዝብለኪ ዘለዉ ብኸመይ ኢኺ ጎይታ ተቐቢልኪ ክስኪ ምስክርነትኪ ንሰማዕትና ክትነግሪ እዮም የሱስ ጎይታ እዩ ኣነ ብ ደቀምሓረ መጀመርታ ብ ደቀምሓረ እዩ ተመስኪርለይ ኣብ ደቀምሓረ ድማ ብጣዕሚ ይቋወም ነይረ ተቃዋሚት ካብተን ቀንዲ ተቃዋሚት እየ ሕጂ ንደቂ ኣምሓራይ ክምስክራለይ ኩላ ውጻ ኣይተድልያንን ኢኽን ሚኪኤል ኣየድሕንን እዩ ምስ በላኒ ኪዳ ውጻለይ ኢለየን ኣይተቐበልክወንን ኣብ ደቂ ኣምሓራይ ግዳ ኣብኡ እየን ዘሪኤናለይ ክብሪ ንጎይታ ኩን ካብኡ ድማ ንመንደፈራ መጺኤ ኣብ መንደፈራ ኣጋጣም ኣብቲ ዝነበርክዎ ገዛ ኣመንቲ ጸኒሐን እንዳ በይን ትፈልጥዎም ተኾንኩም ደቂ በይን እየ ጎይታ ዕርየን ምስ ደቀይ ዘቀበላኒ ደቂ በይን እየን ኣብ መንደፈራ እየ ቀንዲ ክልተ ሽሕ ጎይታ ረኺብኒ ክብሪ ንጎይታ ኩን ኩሉ ግዜ እንታይ እዩ ጎይታ ብዘይ ምብባልና ብዙሕ ኢና ተቢልና ክብሪ ንጎይታ ኩን ካብኡ ጎይታ ተቀቢለ እንዳ ተቀበልኩ እንዳ መሃራኒ ድማ ብጣዕሚ ይቋወም ነይረ ማለትሲ ይኸይድ ነይረ ንቤተክርስትያን እቲ ኣምልኾይ ዝገብሮ ዝነበርኩ ናይ ምኪኤል እውን ይገብር ነይረ። ሕጂ ደቀይ ኣንቲ ማማ ንምንታይ ትኸዲ ንበተክርስትያን ንምንታይ ከምዚ ትገብሪ ይብሉኒ ግዳ ኣነ ዋእ ከምዚ ከክትክልኡኒ ዲኹም ከተክልኡኒ ዲኹም ንበተክርስትያን ከተክልኡኒ ዲኹም ንጸበለይ እንዳበልኩ መቸም እዝጋኣብሄር ምስ ወደኦ እንዳንበብኩ ብጣዕሚ ጎይታ ረድኢኒ ናብ ጠቢቐ ናብ ጎይታ ምስጋዕ ማእሰርቲ ዊን በጺሐ እየ ኣብ ዓላ ተኣሲርና ኔርና ክብሪ ንጎይታ ኩን ኩሉ መንደፈራ ዝተኣሰረሉ ግዜ እዩ ተኣሲረ ንዓላ ጎይታ ግዳ ደቀይ ናእሽቱ ስለ ዝነበሩ ኣቦይ መጺኡ ደቅኪ ሓሚሞም ኢልኒ ኣነ ድማ ጎይታ እሞ ኣይክሕድን እየ ንጎይታ ኣይኩሕዶን እየ እንተ ምውጻእ እሞ ድሓን ክወጽ እክእል እየ ኢሉ ኣውጺኦምኒ ኣይፍርምን እየ ኢለዮም ኣይክሕድን እየ ንየሱስሲ ማንም ኣይክሕዶን እየ ኣብኡ ከለዉ ግዳ ዓሺጎም ኣውጽኦምኒ ክብሪ ንጎይታ ኩን ጽጋ ሕጂ ጸኒዕ እነብር ኣለኹ ምስ ጎይታ ሓደ መዓልቲ ግን እምኒ ጌርኪ ሰብ ክትፈግእ ሓሲብኪ ኔርኪ ሰሚዕና ወረ ደቂ ኣምሓረ እዩ ንሱ ሕጂ ጎረቤት ነይረን ኣነ ይተቐበልኩን ሽዑ ጎረቤት ጸበል ይገብራ ነይረንስ ገዲፈንኦ ነቲ ጸበል እዛ ኣረጊ ሰበይቲ ሲ ጸበል ናይ ማርያም ገዲፋስ ንዞም ህፃውንቲ ቆልዑት ብላ ኣላ ኢለ ነዚ ዓቢ እምኒ ኣብ ዕድና ኣቢለ እምኒ ስንዱ እንጂ ኩሉ ግዜ እንታይ እዩ ብዘይ ምፍላጥ ኢና ንገብሮ ነርና እሳቶም ድማ ጎይታ ባርክ ክብሉኒ ነይሮም ኾኑ ክብሪ ንጎይታ ኹን ብዙሕ ብዙሕ ማለሲ ብዙሕ ንጎይታስ ብዘይ ምፍላጥስ ንጎድእ ነርና ኢና ንሰብ ንጸልኦም ነርና ንጎድእ ነርና ግዳ ኣምላኽ መስገን ጎይታ ረኺብኒ ሕጂ ንሄለ ክልተ ሽሕ ጎይታ ተቐቢለ ኔኹ ጸኒዐ እነብር ኣለኹ ክብሪ ንጎይታ ይኹን። ኣሜን ኣምላኽ ይባርካ ሐራይ ደሱ ሓውና ብኸመይ ኢኻ ጎይታ ረኺቡካ ወይ ጎይታ ረኺብካ?
እረ እግዚኣብሔር ኣምላክ ዝተመስገነ ይኹን ጎይታ ረኺብኒ መጀመርያ ጥፉእ ሲ ዋና እዩ ዝረኽቦ እምበር ጠፊኡ ዘሎ ኣይረኽቦን ዋኑ ስለዚ ጎይታ ይረኺብኒ ክብሪ ንኣምላኽ ይኹን ኣብ ሽሕን ትሽዓተ ሚእቲ ተስዓን ትሽዓተን ናብ መፋርቕ እየ ንጎይታ እ፣ ተቐቢለዮ እ፣ ሽዑ ካብኡ ሽዑ ነጅብ ድማ ናብ ጎይታ ኣብ ቤት ኣምላኽን ኣብ ጎይታን እ፣ ብጸግኡ ጸኒዐ ነብር ኣለኹ ማለት እዩ እ፣ ሰብ እ፣ የሱስ ክርስቶስ መድሓኒ እዩ ኢሉ እ፣ ዝመስከረለይ ሰብ የለን እ፣ ግን ሓደ ነገር እ፣ መቸም ቃል ኣምላኽ ህያው እዩ ኣብ ሓደ ገዛ ኩሉ ግዜ ዘንብባ ዝነበርኩ ኣብ ጎረቤት እዩ። ንኹሉ ተዓዘቦ ነቲ ሰናይ ድማ ሰዓቦ ዝብል ጥቕሲ የንብብ ነይረ ኣብ ዝኣተኹሉ ኣብ ዝወፃእኩሉ ጎረቤት ስለ ዝኾኑ ማለት እዩ። ብርግፅ እታ ፅሕፍቲ ኣብ ቃል ኣምላኽ ንኹሉ ተዓዘቦ ነቲ ሰናይ ሓዞ እያ ትብል ኣብቲ መንደቕ ዝነበረ ፅሕፍቲ ግን ንኹሉ ተዓዘቦ ነቲ ሰናይ ሰዓቦ እያ ትብል። እዚ ኣብ ኣእምሮይን ኣብ ልበይን ተቐሚጡ እንከሎ ኣብ ከረን እንከለኹ ሽሕን ትሽዓተ ሚእቲ ትስዓን ትሽዓተን ካብ ስራሕ ዝኸደሉን ንገዛ ዝኣትወሉን ምስራሕ ዝመላለሰሉን ዝነበርኩ ቦታ ሙሉ ወንጌል ትበሃል ቸርች ስለ ዝነበረት ኣብኡ ብማዕዶ ምስ ርኤኽዎም እታ ጥቕሲ ኣብ ልበይ መፅኣ እንታይ ትብል ንኹሉ ተዓዘቦ ንሰናይ ድማ ሰዓቦ ትብል ሕጂ ክዕዘብ ኢለ ኣትየ ኣነዮ ከምኡ ዝብል እምበር እግዚኣብሄር እዩ ግን ብዕላማ ናብኡ መሪሐኒ ማለት እዩ ስለዚ ብከምዚ መንገዲ እዩ ጎይታ ናብ ቤቱ ናይ ዘለኣለም ህይወትን ክወርስ ካብ ድቕድቕ ጸልማት ናብ ዘገርም ብርሃን ዘምጽኣኒ ማለት እዩ
ጎይታ ይባርኽካ ሓውና ዮሴፍ ከመይ ካብ ጎይታ ሕፅር ኣቢልካ ንጎይታ ኣበይ ረኺቡካ ወይ ኣበይ ረኺብካ እዩ እግዚኣብሔር ይመስገን
ኣነ ጎይታ ዝረኸበኒ ምናልባት መስርዕ ኣለዎ ኣሕፅር ኣቢልካ ኣዎ ኣብ ዓሰርተ ትሽዓተ ሰብዓን ሸውዓተን ካብ ኣስመራ ንኸረን ካብ ከረን በጉ ዝበሃል ዓዲ ሓወይን ኣነን ወሪድና ካብ ኮሎጅ ሽዑ ንሱ ሰብዓ መዛሙር ይኽእል እየ ኢሉኒ ሓንቲ ክልተ መዝሙር ነጊሩኒ ፀሃያይ እናገበርና ጎይታ ደግፈኒ ኣብ ድኻመይ መስቀል ሒዘ ኣለኹ ተንበርኪኸ ክርሕቕ ተበልኩ እውን ክኸይድ እውን ፍቕሩ ይገድደኒ እና ትኸውን ትብል መዝሙር ምስ ነገረኒ እግዚኣብሔር በዚያ እግዚኣብሔር ክዛረብ ይኽእል እዩ በዛ መዝሙር እንደገና ቀስ ኢሉ ድሕሪ ሰማንያን ኣርባዕተን ድማ ኣብ ናይ ሰብዓን ሰማንያ ከባቢ እውን ኣብ ከረን ተሓድሶ ዝበሃሉ ብኣባ ቪቶሪዮ ዝመፁ መንእሰያት ድማ ቀፂሎም ወንጌል ሰቢኾምና ኮብሊለ ነበርኩ ብፅሒተይ ሒዘ ናብራይ ከመሓይሽ ኣብዘይ ዓደይ ከይደ ዝብል እናሰማዕክዎ ምስ ከድኩ፣ እንደገና ኣብ ሰማንያን ኣርባዕተን ድማ ኣብ ነርሲን ስኩል ብዙሓት ወንጌላውያን ኣብያተ ክርስቲያናት ጀማሚረን ነይረን። ወንጌል ኣብ ኦርቶዶክስ፣ ኣብ ኮቶሊክ፣ ኣብ ወንጌላውያን ነይሮም። ሽዑ ኣብኡ ዝነበሩ ብሕልፊ ማና ገብረስላሴ ዝበሃል ሕጂ ጀርመን ዘሎ ይምስክረለይ እዩ። ቁሩብ ሓንቲ መዓልቲ ግን ቅድስት ማርያም ወላዲተ ኣምላክ ቅዱሳን ኣበው ዘካርያስ ካህን ወዮሃንስ መጥምቅ ኩሎም ሃዋርያት ወንጌላውያን ሰማዕታት እናበልኩ ብዛዕባ ማርያም ትምህርቲ ስለ ዝነበረኒ ቁሩብ ኣብኣ ትንክፍ ምስ ኣበለኒ እናኣበየኒ መጺኡ ኣብቲ ናይ ካቶሊካዊ ተሓድሶ እናበርታዕኹ ምስ ካልኦት ወንጌላውያን እውን እናተራኸብኩ ነዊሕ እዋን ጸኒሐ። ኣብቲ መሰረት ዘለዎ ትምህርቲ ግን ኣብ ጎይታ ዝመጸኽሉ ተስዓን ሸሞንተን ቃለ ህይወት ኣብ ከረን ምስ መጸት እያ ሙሉ ወንጌል እውን ነይራ ቅድሚኡ ኣብ ሆስፒታል ከረን ርክብ ነይርኒ ግን ጥብቕ ዝበለ ርክብ ስለ ዘይነበርኒ መሰረተይ እናበርትዐ ዝኸደ ብቃለ ህይወት ቃል ኣምላኽ እናምሃሩኒ እናበርታዕኹ ንጎይታ ኣጸቢቀ ፈሊጠዮ ኣብኡ ውን ክሳብ ሕጂ ውን ምስ ጎይታ ኣለኹ እግዚኣብሔር ይባርኩም።
እግዚኣብሔር ይመስገን ማና ሓውና ኣብ ዘለኻዮ እግዚኣብሔር ይባርካ ንኹላትና ኣሜን ኣያና እዩ ማና ነይሩ። ሓውና እግዚኣብሔር ይባርክካ ብሓንሳብ ኣብ ሓደ ዓራት ኢና ንድቅስ ነርና ነርሲ ንስኹም እሺ ሕራይ እግዚኣብሔር ይመስገን እ፣ ክቡራት ተኸታተልቲ ከምዚ ትርእይዎም ዘለኹም ጎይታ ረኺቡና ከካብ ቦትኡ ከካብ ዝኣረየና ቦታ እ፣ ማለት እዩ እስኪ ናባኻትኩም ክምለስ ክልቴኹም ካብ ክልተ ብሄራት ኢኹም መጺኹም ካብ ብሄረ ትግርኛ ካብ ብሄረ ኩናማ ከመይ ጌርኩም ኣብ ምውስቦ በጺሕኩም ማለሲ ጸቕጢ ናይ ባህልስ ኣሉ ዋላ ኩላትና ዘይንውሕዶ ናኸመይ ጌርኩም ኢኹም ብሓደ እንታይ ከይብለኩም ሰብ ብኣኺ ክጅምር እየ የሱስ ስሙ ይባረኽ ኣነ ኩናማ ኮይነ እሱ ትግርኛ ኮይኑ ኣብ ኤርትራ ኢና ንፋቀር ነርና ሽዑ ጎይታ ኣይነበረናን ከም ድላይና ንኣቱ ከም ድላይና ንወጽእ ነርና በሹማ ንቐመት ነርና ማለት እዩ ሽዑ ከምኡ ክንከውን ከሎና ስድራና ገለ ኣይፈትዎን እዮም ነሮም በቲ ባህሊ ኣምጺኦም ሲ ኣይፈትዎን እዮም እስኺ ኩናማ እሱ ትግርኛ እናበልኡ ከምቲ ናይ ቅድም ንልምዲ ጽሊእ ብኡ ኣምጺኦም በቃ ጸሊኦምና ማለት እዩ ብሓንሳብ ክንነብር ኣይደልዩን ኣነ ንሱን ግን ብሓንሳብ ክንነብር ንዘለዓለም ክንቅመጥ ስጋብ ጎይታ ክጸውዓና ማለት እዩ ብሓደ ኮይና ክንወለድ መደብ ኢና ነርና ሽዑ በቃ እተን ስድራሲ ደይ ምስ ሰማምዓ ምስ ረኣና እሞ ክወጽእ እየ ምስ በልኩ ኣነ እውን ምሳኺ ክወጽእ ኢልኒ ቤካ ኣቡ ገርና ናብ ሽማልባል መጺና ኣብ ሽማልባ ምስ መጸና ከዓ ሓወይ ነይሩ ንሱ ከዓ ብፅቡቅ ተቐቢልና ማለት ፈትሂና ማለት እዩ ሽዑ ምስ ተፋቐርና ምኒ ምሱ ኦርቶዶክስ እዩ ኣነ ከኒሻ እየ እናበልና ንነብር ነርና ማለት እዩ ግን ሓደ ግዜ ጎይታ ብሓንሳብ ክንከውን ገረና ማለት እዩ ሽዑ ማእስከር ምስ መጻና ከምቲ ዝበልኩኹም ገዛ ከኒሻ ከይደ ከምቲ ልሙድ ናይ ከኒሻ ኢለ ምስ ከድኩ ግን ካልእ ኮይኖም ጸኒኦም ንተን ከኒሻ ማለት እዩ ብሓንቲ መዓልቲ ምስ ከድኩ ደስ ኢልኒ ብታሚ ሰላም ተመሊእኒ እቲ ቅድስኖም እቲ ኣምልኾም እቲ ንጎይታ ክብሪ ምስ ራኣኹ ቤቃ ውሽጢ ብታሚ ደስ ኢሊኒ ሽው ነብጻጾር እየ ነረ ኣብ ኤርትራ ኮለና ማለተይ ከይንወለድ ከይ ከይንሕብር ገዛ ሓዊ ከይተረፈ ይጓዶም ነሩ ማለተይ በበይንና ስለስ ኮይና ብታሚ ጸሊኢ ነርና ግን ማኣስከር ምስ መጸና ብታሚ ሓጎስ ኣርኪብና ማለተይ እቲ ሓጎስና ከኣ ካብ ኩሉ እቲ ጎይታ ጎይታ ከኣ ንፈልጦሲ ኣብ ጎይታ ኩሉ ሰብ የሕዋት ኢና እምበር ንሓደ ሰብ እኮ ቋንቋ ገይሩ ኣይመርጽን እዩ ጎይታ ማለት እዩ ናብ ጎይታ ምስ መጻና ሽዑ እሱ ኦርቶዶክስ ይኸይድ ኣነ ከኒሻ ከይደ ደስ ኢልኒ ሙሉእ መዓልቲ ኣምሊኸ ምሸት ኢና መጺና ስጋ ምሸት እዩ ነይሩ እቲ ግዜ ማለት እዩ ዋ ስጋ ምሸት ዶ ኣበይ ነርኪ ገለ ኢላኒ ኖኖ እታ ኣምልኾ ክጽቡቕ መዓት እዩ ክብሪ እግዚኣብሔር ኣብዩ ዘሎ ደይንፈልጦ ነገር ኣብኡ ኣሎ ንኽድ ኢለዮ ሽዑ ሒዘዮ ከይደ ናናይ ኪድኒ ኢልኒ ዋእ ብጃኻ ንኣኒ እንዶ ቋንቋ ዘይፈለጥኩ ገለ ኢልኒ ናይ ኩናማ እዩ ነይሮም ሽዑ ደሓን ቋንቋ ዝሓፈና ጎይታ እንዲ ንኣኒ ገለ ኢለዮ ሽዑ እሺ ኢላ ሓደ ግዜ ምሳይ ምስ ከደ ደስ ኢልዎ ማለት እዩ እቲ መንፈስ እዩ ተንኪፍዎ ወላ እቲ ቋንቋ ምንም ዘይርድኦ ከሎሲ እቲ መንፈስ እዩ ተረዲእዎ ንብሓቂ ብመንፈሳውያን እዮም ነይሮም ብጣዕሚ ብርቱዓት እዮም ነይሮም ናይ ማስከር ሽዑ በቃ እቲ ቅድስና ገለ ምስ ረኣና ሽዑ ኣነ ነብሰ ጾር እየ ነይረ ናይ ክልተ ሰሙን ገለ ነይረ ማንም ኣይፈልጠኒ ግን ኣብኡ ምስ ከድና ሓደ ትንቢታዊ ሰብ ነቢ ሲሞን ይበሃል ተሲኡ ክጸልየለ ምስ መጸት ንስኺ ነብጻ ጾር ኢኺ እቲ ትወልድዮ ወዲኺ እቲ ወዲኺ ሲ ነቢ ክኸውን እዩ ኢልኒ ዋ እዚ ኣነሲ ብሓድሽ ኣደሽ ብኮይታ ሓድሽ ተዝንኩዋ እዚ ዝብል ዘሎ ዳ ሰብ ነጊርዎ ይኸውን እምበር ከመይ ገይሩ ንኣይኩም ይብለኒ ነብፃፅር ምዃንኻ ከመይ ገይራ ፈሊጣትኒ ግለ ኢለ ሽኡ ብሓቂ ወዲ እንተወሊደ ንብሓቂ ነዚ ጎይታ ሙሉእ ሙሉእ ሳምቢት ክገብር ኢለ እየ እንተደ ኮይኑ ዋ እዚ ሓሶት ምዃና ክገድፎ ኢለ እየ ሽኡ ብሓቂ ከምኡ ኮይኑ እቲ ቅድስኖ ግለ ምስ ረኣኹ ኣረጌካ ደስ ኢልዎ እሞ ንመርኣ ሓዳርና ደይ ንገብር ኢልናዮ ሽኡ ደጊፎምና እትን ቸርቺ እትን ቸርቺ ደጊፎምና ቅድስና ደሊና ነዚ ጎይታ ተቕድስና ክንግልግለሉ ደሊና ኢልናዮ እሞ ብኸመይ ክንደሊ ክንምርዓ ኢልና ሽኡ ኣነ ነብጻ ጾር ስለ ዝነበርኩ በቃ ምስቲ ቆልዓ ክወፍሆ ከለኹ ብጉረ ክባረኽ ዙርያ ገርና ቀለበት ገዚና ክንባረኽ ተራይ ሃሲብና ቤሎ ገለ ኣይነበረ ኣይደለናየን ጎይታ ከኣ ከምቲ ዝሓሰብና ኮይኑልና ማለት እዩ ሽኡ ከለበት ገዚእና ክንባረክ ምስቲ ቆልዓ ክነእፍዮ ከለና ሽኡ እዋእ እዚስ ኣይኮውን እዩ ክንሕግዘኩም ኢና ኢሎም መኣት ገንዘብ ሰዲዶምና መኣት ካብ ደገ ሓጊዞምና ግን ጎይታሲ ሐሳብና እቲ ድለትና ስለ ዝደልየ እቲ ኩሉ በሎ እናበሉ እቲ ንብረት ከምዚ ከስፍሖም ደልዩ ጎይታኻ ግን ኣብቲ ኣንና ዝደላናዮ እሙን ስለ ዝኮይኑ በቃ እዚ ኩናት ኮይኖም ማለት እዩ ኣጋጣሚ እዚ ኩናት ከይመፀ ኮሎ ካብ መከለ ሓደ ቀሺ መፅዩ ሰለስተ መርዓት ብሓንሳብ ባሪኽና ማለት እዩ ባሪኽና እቲ ውረሲ ቀስ ኢልኩም ትገብሩ ኢኹም ግን እዚ ኩነታስ በጣም ይማቃሉ ኢሉ ሰለስተ መርዓት ባሪኸና ሽኡ ገዲፋትና ከና እና ኸ ዙርያ ተኸዲና ድና ህዝና ከና ቀለበትና ተባሪኽና በዙርያ እቲ ቤሎ ካ ቀስ ኢልኩም ግበር ኢልና እጂ ፈቓድናስ እንታይ ነይሩ ዙርያ ገርና ምስ ቆልዓ ክንዕፍ እዮ ተባሂልና ሽዑ ካ ጎይታ ካ ልክ ይኹም ገረና ተዝመፀ ገንዘብ ካ ጎይታ በቃ ናይ መውፂ ገርልና እሱ ዝሓስበልና ሰናይ እዩ ማንም እኮ ኣይፈለጥን እዩ እሱ ዝሓስበልና ዝኣልየልና ንብሎ ሲ ማንም ኣይፈልጦን እዩ እቲ በቲ ገንዘብ ሲ ናብ ኣዲስ ኣበባ ከንብረና ጀሚሩ ብገርናኻ ተመሪእና ኣዳርና ቀፅልና ምስ ስድራ ቤት ዘለና ፍቅሪ ትሕትና ምስሪዖም ኩሎም በቃ እተን ጸላኢና ከኣ ከፍክሩና ጀሚሮም ማለት እዩ። ውሉድና ሰለስተ ወሊድና ደቅና ክርእዮም ከሎ ብጣዕሚ ተሓጒሶም ስድርኦም መጺኦም ርእዮምና ንስድራ መኣዲ ገርና ኣብዚ ምስ መጹ ምስ ስድራይ ጸዊዐ ስድርኦም መጺኦም ጽቡቅ ርለሽን ገርና ጎይታ የሱስ ይባርኮም ከምዚ ኣንዕና ዝረኸብናዮ ብርሃን ኣብ ኩሉ ይብጽሓዮም ክብል ደልየ ወላ ብቋንቋ በበይንና ተኾይንና ኣብ ጎይታ ሓደ ከም ምዃንና ከፍልጠኩም ይደሊ በዚ ሰዓት
ጎይታ ይባርኽኪ ብጣዕሚ ሰናይ ምስክርነት። ኣረ ኣረጋይ ሓወይ እስኪ ትፈትዋ ጥቕሲ እንድሕር ኣላትካ ስለምንታይ ትፈትዋ ንሰማዕትና ክትነግሮም።
ዝፈትዋ ጥቕሲ ዳንኤል ትንቢት ዳንኤል ኣርባዕተ ሰለስተ ካብ ክልተ ጀሚረ ክንብባ ንጉስ ናቡከደነፆር ዘብጽኣቃልያ ግን እንታይ ይብል ካብ ክልተ ጀሚሩ እቲ ልዑል ኣምላኽ ዝገበረለይ ትእምርትን ተኣምራትን ክነግር ጽቡቕ ኮይኑ ተራእዩና ኣሎ ሽዑ ሰለስተ እንታይ ትብል ትእምርትታቱ ከመይ ዝበለ ዓብዩ ተኣምራቱ ድማ ከመይ ዝበለ ብርቱዕዩ መንግስቱ ዘለኣለማዊት መንግስቲያ ግዝኣቱ ከኣ ንውሉድ ወለዱያ ይነብር ትብል እዛ ጥቕሲ እዚኣ ኣብ ትሽን ዕስራን ሓደን ካብ ከምዚ ክትብሎ ጸናት ካብ መዓስከር ምስ ዝነበረ ኩነታት ናይ ትግራይ ዘጋጠመ ካብ መዓስከር ሽመልባ ምስ ወፃና ኣብ ሸራሮ ንከባቢ ወርሒ ኣብ ገዛ ተዓፂና ነይርና ድሕሪኡ ክንወፅ ምስ በልና እታ ኩነታት መቐለ ምስ ተታሕዘት ፌዴራል ምስ ሓዝዋ ምስ ተረጋግአ በቃ እቲ ህዝቢ ክመላለስ ናብ ናብ ቦትኡ ኢሉ ሰለስተ መዓልቲ ድዩ ፍቓድ ምስ ሃበ ክንወፅ ኢልና ካብቲ ቦታ ኣብ ኣሸጋሪ ቦታ ስለ ዝነበርና ሕማቕ ቦታ ስለ ዝነበረ ክንወፅ ምስ በልና በቃ ኣዲስ ኣበባ ተመፂና ሲ ብኸመይ ክንነብር ኢና ምስ ቆልዑ ስካ ናብራ ኣሕዋት ዝሕግዘካ ገለ ኢለ ሓስብ ነይረ ግን ኣውሽጠይ በቃ ዝኾነ ነገር ናይ ትብዓት ነገር ምስ ኣምፀለይ ጎይታ ሰይናታ ንጎይታ ኣሚነ ወፂነ ማለት እዩ ልክ ኣዲስ ኣበባ ምስ መፃኹ እዛ ቃል እዚኣ ተዋሂባትኒ ማለት እዩ ስለዚ እዛ ቃል እዚኣ ብዚኣ ይፈትዋ ክሳብ ሕጂ ከዓ ብትእምርቲ ብተኣምራትን ጎይታ የንብረን ኣሎ ማለት እዩ ኣብ ዝኾነ ግዜ ነዛ ቃል እዚኣ ልበይ ክሳይ ገብራ የሰላስላ እሞ ጎይታ ከዓ ተኣምራቱን ትእምርታቱ መመሊሱ ይሰርሕ ማለት እዩ ኣሜን በዚ ቦታ እዚ። ጎይታ ይባርኽካ ጥዕምቲ ቃል እያ ሮይና ሓፍተይ ከ ትፈትውያ ቃል ስለምንታይ ከኣ ምስኣ ጌርኪ ክብሪ ንጎይታ ኩን ኣሜን ኣነሲ ብዙሕ ማለት ጎይታሲ ካብ ብዙሕ ነገር እዩ ውፅኢና ብዙሕ ነገር ድማ ገይርልና አ፣ ካብ ኤሪትራ ትሒዝና እንጂ መዝሙር ዳዊት ተስዓን ሓደ እ፣ ትሽዓተ እ፣ ብስም የሱስ ከምብበኤ ጎይታ ንስኻ መዕቆበኤ ኢኻ ኢልካ ኢኻ እሞ ንልዑል መጸግዒ ስለ ዝገበርካኒ። ኣብ ልዑል መጸግዒ ስለ ዝረኸብናሲ ካብ ብዙሕ ነገር ኢና ወጺእና። ካብ ብዙሕ ነገር ድማ ወላ ደቅና ይኹን ወላ ንሕና ይኹንሲ ብዙሕ ነገር ወጺእናስ ኣብ ብዙሕ ድማ ጎይታ ኣኽቢርና። ሕጂ በዚኣ እየ ዝፈትዋ ኩላ እየ እኳ ዝፈትዋ መዝሙር ዳዊት ተስዓን ሓደን ብጣዕሚ እያ ዝብላ ዘንብባ ኩሉ ግዜ ወላ ብሕማም ይኹን ኣዝማ ሕማም ነይራኒ ተፈዊሰ ማለት ኩሉ ነገር እዝግኣብሄር ዝገበረልናስ ዓቢ ነገር ተጸብጺቡ ከማን ኣይውዳእን እዩ። ክብሪ ንስሙ ይኹን። ሕጂ ንሳ እያ እታ ተስዓን ሓደን ትሽዓተ ብጣዕሚ መዕቆቢ እዩ መዕቆቢናን ከውሕናን እዩ ጎይታ። ክብሪ ንጎይታ ኩን ተባረኹ።
በሱ ሓወይ ከዓ ትፈትዋ ጥቕሲ ስለምንታይ ከዓ ምስኣ ጌርካ እግዚኣብሔር ኣምላክ ዝተመስገነ ይኹን። ብዙሕ እንድዩ ዝፍቶ እዚ ንትን ክትብል ቁሩብ የብል እዩ ግን ንሎሚ ክጠቕሳ ዝደሊ መዝሙር ዳዊት ዕስራን ሰለስተን ጥቕሲ ሽድሽተ ብሓቂ ሳህልን ምሕረትን ብኹሉ ዕድመይ ክስዕባን እየ ኣብ ቤት እግዚኣብሄር ከኣ ንዘልኣለም ክንብር እየ ክብሪ ንኣምላኽ ይኹን ብሓቂ ሳህልን ምሕረትን ንኩሉ ዕድሜ እንታይ ገብረን ክስዕባን እየን ክብሪ ንኣምላኽ ውን ስለዚ እታ ዝፈትወላ ዝያዳ ልበይ ተብሎ ከዓኒ ካብ ምሕረቱ ካብ ዝጅምር ክሳዕ መወዳእታ ሙሉእ ዕድመይ ምሳይ ከም ዝኾነ ኣብ ቤት እግዚኣብሄር ድማ ንዘልኣለም ከም ዝነብር ዋስትና ወይ ድማ ዋሕስ ትህበኒ ጠቕስ ብምዃና ኣዝየ ብሓቂ ሳህል ምሕረት ብኩሉ ዕድመይ ክስዕባን እየን ኣብ ቤት እግዚኣብሄር ከኣ ንዘልኣለም ክነብር እየ ብዝብል እናተጸናናዕኩ ኣብ ቤቱ ንዘልኣለም ከም ዝነብር በዚ ቃል እዚ እናተሓጎስኩ ኣዝየ ዝፈትዋ ቃል እያ ማለት እዩ ኣምላኽ ይመስገን
ሓውና ዮሱፍ ከኣ ከምኣ ጌርካ እስኪ ሓንቲ ትፈትዋ ቃል ስለምንታይ ከኣ
እግዚኣብሔር ይመስገን ሓንቲ ዝፈትዋ ቃል ኣላ ለንቅነ ውሽጢይ ዝነበረት እያ መበገሲ ጥቕሰይ ካብ ሉቃስ ክልተ ፍቕዲ ዓሰርተ እዩ ጎይታን ክርስቶስን ተወሊዱ ዝብል ቃል። ኣብዚ ዘመን እዚ ጎይታን ክርስቶስን ንኸይከውን ብዙሕ ዕንቅፋት ኣሎ። እግዚኣብሔር ግን ኣብ ኢድ ሃዋርያት ነዚ ናይ ዘለኣለም ምድሓን ኣብ ሉቃስ ዓሰርተ ሽዱሽተ ሸሞንተ እያ መስለኒ ጥቕሳ ስኢናያ ጸንሐ ረኺበያ ብቐዳሚ ግን ናይ ዘለኣለም ቃል ኣብ ኢዶም ሂቡ ንዘለኣለም ንወንጌል ክሰብኩ ቃል ከም ዝሃቦም እዚ ውሽጠይ ስለ ዘሎ ኣብ መዕጥር ከለኹ ሓደ ሓው ሲዝኒኖ ነቢይ ጠዓመ ዝበሃል ኣብ ጎደናታት ወንጌል ክሰብኽ ርኤካ ኢሉኒ ኣነ ከዓ ኣይፈለጥኩን ንዚ ወንጌል እዚ ግን ኣብዚ ራብዓይ ዓመተይ ምስ ወንጌላውያን ኣብዚ ዓዲ ዘለዉ ወንጌል ኣብ ጎደናታት ብሓይሊ ብዓረብን ብትግረን ብትግርኛን ብብሌንን ብኣገው ናይዚ ዓድን ብኦንላይን ማለት ብዩቱብ እየ ዝሰዶ ኣብ መንገዲ ከኣ ወንጌል ንሰብኽ ኣለና ብዙሓት ይድሕኑ ኣለዉ ስለዝስ እግዚኣብሔር ነዚ ናይ ዘለኣለም ወንጌል ኣብ ኢዳውና ብምሃቡ ኣዝየ ይሕጎስ ጌታ ይባረካ ሕራይ ክቡራት ተኸታተልቲ ኣብ ቡን እንዳሰተና ከዓ ክንቅፅሎ ኢና መደብና ሕምባሻ ክንቆርስ ኢና ናፍታ ናይ ቡን ክንከይድ ኢና እግዚኣብሄር ይባረኩም እታ ሕምባሻና መን ይቆርሰልና የሱፍ ቁረሰልና እሞ
እግዚኣብሔር ይመስገን ብስም ኣቦን ወልድን መንፈስ ቅዱስን ቆርሳ ኣለኹ ኣሜን ብሩኽ ሓድሽ ዓመት ዘበን ዝራህዋን ዘበን ሰላምን ይበረልና ሙሉኡ ሃገርና ሰላም ኣሜን ሃገርና ሰላም ይኹን ክኸውን ከኣ እዩ ሓንቲ ጥቅሲ ከንብብ እየ እሞ ብኡ ቢልና ሽዑ ክንዝምር ኢና እግዚኣብሔር መስገን ኣብ ራእይ ዮሃንስ ምዕራፍ ዓሰርተ ኣርባዕተ ካብ ፍቅዲ ሽዱሽተ እንታይ እያ ትብል ነቶም ኣብ ምድሪ ዝነብሩ ኩላቶም ኣህዛብን ዓሌታትን ቋንቋታትን ህዝብታትን ክሰብከሎም ድማ ናይ ዘለኣለም ወንጌል ዘሎ መልኣኽ ካብ ሰማይ ክዝንቢ ከሎ ርኤኹ ይብል እግዚኣብሄር ይመስገን ካብ ኩሎም ዓሌታትን ቋንቋታትን ህዝብታትን እግዚኣብሄር ንሓደ ብሄር ንሓደ ቋንቋ ወይ ንሓደ ዓሌት ኣይኮነን እቲ ወዱ ዝሃበና ወይ ድማ እቲ ኣብ መስቀል ዝተውዓለ ውዕለት ንዝኾነ ይኹን ቋንቋ ንዝኾነ ይኹን ብሄር ንዝኾነ ይኹን ዓሌት ጸሊም ጻዕዳ ኢሻዊ እስራኤላዊ ኣፍሪቃዊ ኤሮጳዊ ኣሜሪካዊ ፈጺሙ ኣይኮነን ንኹሉ ቛንቋታትን ንኹሉ ህዝብታትን እዩ። ንሕና ድማ ካብኡ ተበጊስና ኢና ብውሕዱ ገለ ካብ ብሄራትና ኣዕሒዝና ኣብ ቅድሚ ኣምላኽ ቀሪብና ዘሎና። ሕጂ ደጊምና ርሑስ ሓድሽ ዓመት እንቋዕ ነዚ ዓመት እዚ እግዚኣብሄር ኣብቅዓኩም ዓመተ ሰላም ዓመተ ራህዋ ዓመተ ጥዕና ክኾነልኩም ድማ ኣጸቢቕና ንምነ ንዓና እውን ከምኡ ልዕሊ ኩሉ ከኣ ኣብ ስደት ዘሎ ህዝቢ ኣብ ዓዱ ተመሊሱ ወፋራይ ሓረስታይ ክሓርስ ነጋዳይ ክወፍር ፍጹም ሰላም ክኸውን ንምድርና ኩለን ቋንቋታትና ኩለን ብሄራትና ድማ ወንጌል ክሰምዓ ከምቲ ብዙሓት ዝመስሎም ወንጌል ምብሳር ወንጌል ምስማዕ ማለት ሃይማኖት ለውጢ ኣይኮነን ሰብ ኣብ ዘዘለዎ ኮይኑ ንክርስቶስ የሱስ እንተደኣ ስዒቡ እቲ ዓብዪ ሚሽን ናትና ንሱዩ ካብ ሓደ ናብ ኮንቨርሽን ኣይኮነን ንየሱስ ክርስቶስ ንኹሉ እዩ ተወሊዱ ንኹሉ ቋንቋ ንኹሉ ዓሌት እና እግዚኣብሄር ይባርኽኩም እስኪ ሕጂ ከዓ ሓንቲ ፅብቕቲ መዝሙር ክንዝምር ኢና ብሓደ ኮይና ናይ ሓውና ዕቑባ ስላሴ መዝሙር እያ ብሓደ ኮይና ክንዝምራ ኢና ሓውና ደሱ ከዓ ዘማራ እዩ ክቃንየልና እዩ ብድሕሪኡ ከዓ ምስኡ ኮይና ክንዝምር ኢና ጎይታ ይባርካ ደሱ ሓወይ ክንዝምር ነቲ ዝሓልየልና ኣምላኽ እግዚኣብሄር ይሓልየለይ እዩ እናበልና ንኣምላኽ ክነመኖ ኢና ክንዝምረሉ ኢና ንኣምላኽ መስገን ዘይዘራ ዘይዓጽዳ ማእከን ዘይእክባ ኣዕዋፍ ናይ ሰማያት መግበን ካብ ረኽባ

ኣይፈልጦን እየ ሕጂ ናበይ ከም ዘብል እውን ግን ካብ ዝሓለፈ ዝፈልጦ ኣሎኒ ብነብሲ ድብ ስጋ እቲ ዘድልየኒ ኣቦይ ከም ዝበኒ ኣሜን

ክረኽቦየ ካብኡ እግዚኣብሄር ይሓልየለዩ እቲ ዘድልየኒ ኣብ ምዱብ ግዚኡ ኣይስኖን የኻቡ ጌታ ይባርካ ጥዑም መዝሙር ብሓቂ እግዚኣብሔር ይመስገን ርሑስ ሓድሽ ዓመት ብቋንቋ ትግረ ሓንቲ ርሑስ ሓድሽ ዓመት